ማእዶት ተባሂሉ ዝጽዋዕ፣ ማእዶት ማለት ከኣ ምስጋር ማለት እዩ፣ ካብ ሓጥያት ናብ ጽድቂ ዝሓለፍናሉ ቢልና ኣስተንቲንና። ሎሚ ውን ስርዓተ ልጡርጊያና እዚ ሰሉስ እዚ ሰሉስ ቶማስ ኢሉ እዩ ዝጽውዖ፣ ኣብ ክልተ ይኸፍሎ፣ እቲ ቀዳማይ ናይ ሎሚ ሰሉስ ማለት እዩ፣ እቲ ቀንዲ ከኣ ጽባሕ ሰንበት ዳግማይ ትንሳኤና ነብዕሎ ከኣ ክርስቶስን ሃዋርያ ቶማስን ገጽ ንገጽ ተራኺቦም ክርስቶስ ዝህቦ ምልክታትን ቶማስ ዝእመኖ ተኣምኖትን ዘስተንትኑሉ እዩ። ስለዚ ኣበው ሊቃውንቲ ቤተ ክርስቲያን ሃገርና ነዚ ዕለት እዚ ቶማስ ካብ ሃዋርያት ብዝተቐበሎ ቃል ኣነ ከይረኣኹን ከይጨበጥኩን ኣይኣምንን እየ ዝበለሉ ዕለት ምዃኑ ገይሮም ነዚ ዕለት እዚ የቐምጥዎ። ከምቲ ዝሰማዕናዮ እውን እቲ ናይ ዕለቱ ንባብ ካብ መዝሙር ዳዊት ዝተወስደ እውን ናይ ዕለቱ ምስማክ ኣብ መዝሙር ዓሰርተ ሽዱሽተ ዘሎ ሸሞንተን ትሽዓተን ዘልፈ ርእዮ ለእግዚኣብሄር ቅድሜ ውእቱ በኩሉ ግዜ እስመ በየማንየ ውእቱ ከመ እይትሃወክ በእንተዝ ተፈስሃ ልቤ ወተሃሴ ልሳኔ ይብል። እዚ ቃል እዚ ሎሚ ንዓና እንታይ እዩ ዝምህረና ማለት እዩ? እግዚኣብሄር ኩሉ ሳዕ ምሳይ ከም ዝኾነ እፈልጥ እየ፣ ምሳይ ስለ ዝኾነ ድማ ኣይክናወጽን እየ፣ ስለዚ ኣነ እሕጎስ ዕልል ከኣ ክብል፣ ከይፈራሕኩ ድማ ክነብር እየ ዝበሎ ዘማራይ ዳዊት ቁሩብ ትሕት ኢሉ ሽዑ እንታይ ይብል? ንፍትውካ ኣብ መቓብር ክብስብስ ኣይተፍቅደሉን ኢኻ እ ቅዱስካ ኣብ መቓብር ክብስብስ ኣይተፍቅደሉን ኢኻ እናበለ ኸኣ እግዚኣብሄር ኣቦ በዚ ዕለት እዚ ብምስጢራዊ መንገዲ ክርስቶስ ኣብ ከርሰ መቓብር ክነብር ዘይኮነ ካብ መቓብር ፈንቂሉ ተንሲኡ ድሕነቱ ንኸበስር ዝዕድመሉ ዘሎ ዕለት ስለ ዝኾነ ማለት እዩ። ስለዚ እቲ ኣስተንትኖና መሰረቱ ካብ ወንጌል እዩ። ሃዋርያት ብዕጹው ኣብ ገዛ እንከለዉ ዝተዓጽሉ ምኽንያት ከኣ ብድሕሪ እቲ ክርስቶስ ዝተፈጥረ ናይ ክርስቶስ ሞት ዝተፈጥረ እዞም ሃዋርያ እዚኣቶም እውን ተኸተልቲ እየሱስ ስለ ዝኾኑ በቶም ሽዑ ዝነበሩ ገዛእትን ኣይሁድን ይህደኑ ስለ ዝነበሩ ንሳቶም እውን ከምቲ ቃል ዝብሎ ነቲ ጓሳ ቅተልዎ እሞ እተን ኣባጊዕ ፋሕ ክብላ እዮም ዝብሉ ፋሕ ኢሎም ብፍርሒ ተዋሒጦም ኣብ ኣባይቲ ተዓፅዮም እንከለዉ ተኣኪቦም ተዓፅዮም እንከለዉ ቶማስ ግን ምስኣታቶም ዘይነበረ ኢየሱስ ኣብ ማእከሎም መጺኡ ሰላም ንዓኻትኩም ይኹን በሎም። ቀጺሉ እቲ ቃል እንታይ ይብለና? ኡፍ በለሎም እሞ መንፈስ ቅዱስ ተቐበሉ። ሓጢኣቶም ንዝሓደክምሎም ክሕደገሎም እዩ፣ ሓጢኣቶም ንዘይሓደንክሎም ግን ኣይክሕደገሎምን እዩ ዝብል ስልጣን የልብሶም። ኣብ ስርዓተ ክህነት ናይ ሃገርና ክወሃብ እንከሎ ጳጳስ ንተሰያሚ ኣብ ጸሎተ ክህ ሃይማኖት ቤተ ክርስቲያን እምነታ ምስ ደግመት እ ንጼዋኣክ በቅድስት ጉባኤ ቢሎም ነቲ ተሰያሚ ምስ ጸውዕዎ እሞ ሽዕኡ ምስጢረ ክህነት ምሰ ልበስዎ ድሕሪ ቁርባን ቅድሚ ኦ ንጉሰ ሰላም ሰለማ የሱስ ክርስቶስ ኢሉ ናይ መወዳእታ ቡራኪ ቅድሚ ምሃቡ እንደገና ጸዊዖም ንሳእ መንፈሰ ቅዱሰ ለቅድስት ጉባኤ፣ ንቅድስት ቤተ ክርስቲያን መንፈስ ቅዱስ ተቐበል ኢሎም ናይ ምእሳርን ናይ ምፍታሕን ክህነታዊ ምሉእ ስልጣን የልብስዎ። ኢየሱስ ከኣ ኣብ ሓሙስ ጽግቦ ንሃዋርያቱ፣ ነቲ ክህነቶም ኣጽኒዑ ጸዊዑ ብጸዋዕታ ኣጽኒዑ እግሪ ብምሕጻብ እቲ ኣገልግሎት ምስ ኣርኣዮም ሕጂ ድሕሪ ትንሳኤ ኣብ ዕጹው ገዛ መጺኡ ነቲ ክህነት ሓንሳብ ንዘልኣለም ምእንቲ ከጽንዓሎም ኡፍ ኢሉ መንፈስ ቅዱስ ይህቦም እሞ ዝኣሰርኩሞ ኣብ ሰማያት እሱር እዩ ዝፈታሕኩሞ ከኣ ኣብ ሰማያት ፍቱሕ ክኸውን እዩ። ከምቲ ኣቦይ ዝለኣኸኒ ኣነ ውን ንዓኻትኩም እልእኸኩም ኢሉ ካብታ ሰዓት እቲኣ ምሉእ ስልጣን ሓይሊ የልብሶም። ስለዚ እቲ ክህነት ክስጋብ ክንደይ ዓቢ ምዃኑ በዚ ክርዳእ ንኽእል። ቅዱስ ዳዊት ነዚ ተኸቲሉ እዩ ኣብቲ ዝሰማዕናዮ መዝሙር ውን ኦ ኣምላኽ ኣባኻ እውከል ኣሎኹ እሞ ሓልወኒ ኦ እግዚኣብሄር ንስኻ ጎይታይ ኢኻ እሞ ብዘይካኻ ካልእ ሰናይ የብለይን። ሃዋርያት ኣብ ፍርሒ ኣብ ራዕዲ ተዋሒጦም ኣብ ኣባይቲ እንከለዉ ድንጋጺኦም ፍርሖም ተስፋ ቁርጸቶም መን ኽረድኣና ኣብ ዝበሉሉ ኣግዚኣብሄር ኣብ ዕጽዉ ማዕጾ ከይኳሕኩሐ ክፈቱኒ ከይበለ እቲ ኣምላኽነቱም እንትኸርኢ ኣብ ነቲ መንደቕ እቲ ብመንፈሱ ጥሒስዎ እዩ ኣትዩ ኣየፍረሶም ጥሒስዎ እዩ ኣትዩ ልክዕ ከም ብርሃን ብርሃን ጥሒሱ እዩ ናብ ኣባይቲ ዝኣቱ እዚ ጥሒሱ ኣትዩ ኣብ ማእከሎም ቆመ። ፍርሓት ሓዞም። ሰላም ንዓኻትኩም። እታ ትቕድም ካብ ኣፍ ዝወፀት እንታይ እያ? ሰላም ንዓኻትኩም ይኹን። መስዋዕቲ ቅዳሴ ናይ ግእዝ ስርዓት ይኹን ናይ ላቲናዊ ስርዓት ክጅምር ከሎ ሰላም ለኩልክም ሰላም ምስ ኩልኻትኩም ይኹን ኢሉ ሙሉ መዓልቲ ናይ ሰላም ኣገዳስነት እቲ ውሳጣዊ ሰላም፣ እቲ ዝባርኽ ሰላም፣ እቲ ዝቕድስ ሰላም፣ እቲ ተስፋ ዝህብ ሰላም፣ እቲ ዝልውጥ ሰላም፣ እቲ ናብ እምነት ተቐቢልካ እምነት ንኸተቐጽል ዘኽእል ሰላም ናይ ውሽጢ ካብ ክርስቶስ ከም ዝመጽእ ኣገዳሲ እዩ እዚ ቃል እዚ ሙሉ መዓልቲ ቅዳሴ ክንሰምዖ ከም ዝጸናሕና ሰላም ምስ ኩልኻትኩም ይኹን ኢየሱስ እዩ ካብ ኣፉ ኢና ወሲድናያ እዛ ቃል እዚኣ ሓድሽ ቤተክርስትያን ዘተእተወቶ ኣይኮነን ክርስቶስ እዩ ኣብ ዕጹው ገዛ ንሃዋርያቱ ሰላም ምስ ኩልኻትኩም ይኹን በሎም ሰላምትኡ ተቐቢሎም ኣኻሊ ጥራሕ እውን ኣይነበረን ኡፍ በለሎም እሞ መንፈሱ ተሓላልፈሎም ክህነቱ ኣተሓላልፈሎም ሓይሉ ኣተሓላለፈሎም ነቲ ኣብ ውሽጦም ሰሪጹ ዝነበረ ፍርሒ ምሽቑራር ናይ ክንመውት ዲና መንፈስ ወይ ክንቅተል ዲና መንፈስ ነዚ ኩሉ ኣውጺኡ እኳ ድኣ ብሰማእትነት ክምስክርሉ ዝኽእሉ ብትብዓት ክምስክርሉ ዝኽእሉ ዘሰናዱ መንፈስ ቅዱስ ሃቦም ካብዛ ሰዓት እዚኣ ነግረኩም ኣለኹ እቲ ተልእኮይ ፈጺመ ተሲኤ ንሞት ስዒረዮ ንዲያብሎስ ስዒረዮ ንዓለም እውን ስዒረየ ንስኻትኩም ከኣ በዚ ኣነ ዝህበኩም ሓይሊ ንኹሉ መስመራት ናይ ከምዚ ዝኣመሰለ ዲያብሎሳዊ ኣካያይዳ ዓለማዊ መንፈስ ንሓጢኣትን ንኻልእን ፍትሓት ክትህቡ፣ ክትኣስሩ እዚ ስልጣንዚ እህበኩም ኣለኹ ኢሉ የልብሶም ማለት እዩ። ሃዋርያት ኣብ ከመይ ኩነታት ነይሮም፣ ሕጂ ከመይ ኩነታት ክኾኑ እዮም? ጸኒሑ ደሓር ናብ ሱባኤ እተዉ ኢሉ ኸኣ ተልእኮኦም ክጅምሩ ናብ ምሉእ ዓለም ምእንቲ ፋሕ ክብሉ ኸኣ ነርብዓ መዓልቲ ድሕሪ ጓስይዎም ይዓርግ። ኣብ ዓሰርተ መዓልቲ ኸኣ መንፈስ ቅዱስ እንደገና ሰዲዱ ኸኣ ብልሳን ኩሉ ቛንቋታት ከም ዝዛረቡ ገይሩ፣ ናይ ሃገራት ከም ዝዛረቡ ገይሩ፣ ካብኡ ንድሕሪት ሞት እንተ መጸ ይምጻእ፣ ስደት እንተ መጸ ይምጻእ፣ ሰማእትነት እንተ መጸ ይምጻእ፣ ቃል ሓቂ ግና ክንምስክር ኢሎም ክወጹ ኢና ንርእዮም። ኣሕዋተይን ኣሓተይን፣ ቶማስ እቲ ጸገሙ ኣብ ጥርጥር እምነት የልቦን። ኢየሱስ ብሓቂ ሎሚ ንዓና ከምህርና ደልዩ ዘሎ ነቲ ሎሚ ንሕና ወትር ግዜ ካብ ቃል እግዚኣብሔር ንሰምዖ እዘን ቃላት እዚኣተን ህይወት እየን መንፈስ እየን ኢለና ኢየሱስ ኣብ ወንጌሉ ቀድሚ ሞቱ እቲ ካብ ኣፈይ ዝወፅእ ቃል መንፈስ እዩ ህይወት እዩ ሓደ ወገን መንፈስ እዩ መለኮት እዩ በቲ ሓደ ወገን ከዓ ህይወት ዝህበኩም እዩ ስለዚ ንእግዚኣብሔር ብጥርጣሬ መንፈስ ከይንቕበሎ ምእንቲ ዘጽንዓና ቃል እዩ እዚ ቀጺሉ ኣብ ምድሪ ዘለዉ ቅዱሳን ክቡራን እዮም እቲ ዝዓበየ ሓጎስ ድማ ምስኣታቶም ምዃን እዩ እቶም ቅዱሳን ሎሚ እንታይ እዮም? እቶም ንእግዚኣብሔር ዝተወሰኑ ህዝቢ፣ ዝተፈልዩ ህዝቢ፣ ክርስቶስ ካብ ሞት ተንሲኡ እዩ፣ ሃሌሉያ፣ ከቢሩ እዩ፣ ዲሒንና ኢና፣ ብደሙ ሓጺቡና እዩ፣ ኣተሲኡና እዩ፣ ምስኡ ሞይትና ተሲእና ኢና፣ ኣምላኽ ሕያው ኮይኑ ኢሎም ዘበስሩ ቅዱሳን ኣብኣታቶም ሕብረት ክህልወና ደኣ እምበር ንኣምላኽ ብዓይኒ ጥርጣሬ ከይንርእዮ። ሃዋርያ ጳውሎስ ብዛዕባ እዚ እምነት ካብ ምስማዕ እያ እቲ ዝስማዕካ ቃል እግዚኣብሄር ኢሉ ስለዚ እዝንና ካብ ዝሰማዕናሉ ኣትሒዝና ክርስቶስ ካብ ሞት ካብ ዝተንስእ ካብ ዝተበሰረልና ግዜ ኣትሒዝና እምነትና ክዓብን ዕለተ ዕለት ከዓ ነዚ እምነት እዚ ክንምስክረሉ ከም ዘለና ዘረድእ እዩ ነዚ ሓሲቡ እዩ ዘማራይ ዳዊት ክፍሊ ርስተይ ንስኻ ኢኻ ኣብዚ ምድሪ እዚ ኣሎኒ ዝብሎ ነገር እንተ ደኣ ሃልዩ ኦግዚኣብሄር ኣምላኸይ ክፍሪ ርስተይ ንስኻ ኢኻ ኣብ ባህ ዘብል ዕጫ በጺሑኒ እረ ጽቡቕ ርስቲ በጺሕኒ ኣብ ቤት እግዚኣብሄር ክነብር ኣብ ቃልካ ክነብር ኣብ ምስጢራትካ ክነብር ኣብ ህላውነትካ ክነብር ዕጫ በጽሑኒ ኣነ ንስኻትኩምን ኣሕዋተይ ሓደ ዓቢ ሕርየት እዩ በጺሑና ዘሎ የሱስ ኣብ ወንጌሉ ኢሉና ኣነ ዝሓርኹኹም ንስኻትኩም ኣይኮንኩምን ሓሪኹምኒ ግናኸ ከይትኩም ፍረ ከተፍርዩ ፍሬኹም ነባሪ ምእንቲ ክኸውን ኣነ ባዕለይ ሸምኩኹም ብክርስትና ብክህነት ብዝተፈላለየ ምስጢራት ጸዊዑ ኣብዚ ዘቆመና ንሱ እዩ ጽቡቕ ዕጫ እዩ በጺሑና ዘሎ። ንሕና ካብ ካልኦት ዝፈልየና ንእግዚኣብሄር ምሕራይና እዩ፣ ንስኻ ትሕሸና ብምባል እዩ። ነዚ ስለ ዝተረዳእና ኸኣ ሎሚ ካብ ከምዚ ዝኣመሰለ ወጺእና ኣምላኽ ኣብ ቤትና መጺኡ ሰላም ንዓኻትኩም ይኹን ኢሉ ተስፋ ትንሳኤ ክህበና እንከሎ ነቲ ተስፋ ትንሳኤ ብእምነት ተቐቢልና ንቕድሚት ብእምነት ክንስጉም ደኣ እምበር ንድሕሪት ምእንቲ ከይንምለስ እዩ እቲ ትምህርቲ ማለት እዩ። ኣብ መጽሓፍ ዕብራውያን ዓሰርተ ሰላሳን ሸሞንተን እቲ ናተይ ጻድቕ ብእምነት እዩ ዝነብር ንድሕሪት እንተተመልሰ ግና በዚ ሰብ እዚ ወይ በዛ ሰብ እዚኣ ባህ ኣይብለንን እዩ ከመይ ንእግዚኣብሔር ብዘይ እምነት ከስምርዎ ወይ ክሕግስዎ ኣይክእሉን እዮም ይብል ስለዚ እግዚኣብሔር ይጉሂ ማለት እዩ ንድሕሪት ክንምለስ ኮለና ብጥርጣሬ ክንመፅእ ኮለና ከምቲ ትማሊ ዝረኣናዮ እቶም ሊቃነ ካህናት ክርስቶስ ክትንስእ ዘይደለዩ ጥራሕ ዘይኮነሲ ከምኡ ኮይኖም ክውረብ ሓሶት ዝደለዩ በቲ ኻብ በዓል ማርያም መግደላዊት ከኣ ናይ ክርስቶስ ትንሳኤ ኸኣ ከይደን ከበስራ ጐይታ ርኢናዮ፣ ረኺብናዮ፣ ሰጊድናሉ፣ መልኣኽ ተራእዩና፣ ገሊጹልና ኢለን ከኣ ብትብዓት ክምስክራ እቲ ዝረኣዮ ሓቂ ብሓቂ ክምስክራ ደኣ እምበር ነቲ ሓቂ ጨቢጠን መክሊተን ክሓብኣ ዘይከኣላ ሎሚ ንሕና እውን ብእምነት ዓቢና ንቕድሚት ክንከይድ የድልየና። ሃዋርያ ያዕቆብ እውን ደጊሙ እቲ ብጥርጥር ዝልምን ዘበለ ኹሉ ኣይቅበልን ኢሉ። ትንሳኤ ክርስቶስ ብጥርጥር ንቐበሎ ኣይኮነን። ተንሲኡ ዶ ኣይተንስእን ኢልና ከም ታሪኽ ንሓስቦ ዘይኮነ፣ ኣብ ክስተት ኣብ ህይወት ኣብዛ ዓለም እዚኣ ኣምላኽ ነቲ ሓደ ወዱ ብምልኣኽ ነዛ ዓለም እዚኣ ዝተበጀዋ እሞ ዓለም ከኣ ንሕና ነበርታ ስለ ዝኾንና ንነፍሲ ወከፍና ኣብ መስቀል ከም ዝሞተልና እንሓስበሉን ነስተንትነሉን ወርሓት ፋሲካ ተባሂሉ ዝጽዋዕ እዩ። ስለዚ ብኣፍናን ብልብናን ክርስቶስ ካብ ሞት ተንሲኡ ሃሌሉያ ክንብል ከሎና ውሽጥና ክስምዓና ክኽእል ኣለዎ። ምእንታና ስለ ዝሞተ ንሓጢኣትና ኣብ መስቀል ሰቒሉ ሓደሽቲ ፍጡራት ስለ ዝገበረና ብቓል ወንጌል ክንምስክረሉ መንፈሱ ተቐቢልና ክንኣስርን ክንፈትሕን ስልጣን ናይ ዝሃበና ናይ ምስጋና ክንነብር እቶም ምእመናን እውን ብቓል ኪዳን ጸዊዑ ብጥምቀት ብሜሮን ጸዊዑ ብቑርባን ብንስሓ ጸዊዑ ዘቖመኩም እውን ሎሚ ነቲ ኣረጊት ሰብነትኩም ኣረጊት ኣተሓሳስባትኩም ቀቢሩ ካብ ሞት ዝተንስእ እሞ ኣብ ልዕሊ ሞትን ዲያብሎስን ሲኦልን ዝተዓወተ ኣምላኽ ብእምነት ክትነብሩ፣ ግብራዊ ህይወት ክትነብሩ፣ እግዚኣብሄር ዝሕጎሰሉ ብእምነትን ብግብርን ኣሳኒኹም ክትነብሩ እግዚኣብሄር ይዕድመኩም ኣሎ። ከመይ ቃል ኣምላኽና ይብለና እዩ ስም እግዚኣብሄር ዝጽውዕ ዘበለ ፍጡር ኩሉ ክድሕን ብእምነት ዝመላለስ ዘበለ ብዘይ ጥርጥር ዝመላለስ ዘበለ ዕጫይን ርስተይን እግዚኣብሄር እዩ ዝበለ ሰብ ኩሉ ክድሕን ምዃኑ እዩ ዝነግረና። ከመይ? እግዚኣብሄር ወትሩ ግዜ ብቓሉ ምስ ተዛረበና እዩ። ነቲ ዝምዕደኒ እግዚኣብሄር እመስግኖ ኣለኹ ኢሉ ዳዊት ኣብ ዝሰማዕናዮ መዝሙር። ነቲ ዝምዕደኒ፣ ወትሩ ግዜ ዝግስጸኒ፣ ነቲ ወትሩ ግዜ ብቓሉ ዝምህረኒ ኣምላኽ እወ እመስግኖ ኣለኹ። እንቋዕ ንስኻስ ኣምላኸይ ኰንካ፣ እንቋዕስ ንስኻስ መድሓኒየይ ኰንካ እብሎ ኣለኹ። ስለዚ እቲ ደረጃ እምነትና እናዓበየ ክኸይድ እምነት ኣብ መንፈሳውነት፣ ኣብ ጸሎትን ኣብ ምስጢራትን እዩ ዝኹስኮስ። ስለዚ እምነትና ብምስጢራት እናዓበየ ክኸይድ እንከሎ፣ ብመንፈሳውነት እናዓበየ ክኸይድ እንከሎ፣ ብጸሎት እናዓበየ ክኸይድ እንከሎ፣ እናዓበና ንኸይድ ከም ዘሎና ክንሓስብ ኣሎና። ስጋዊ ምዕባይ ጥራሕ ዘይኮነ ናይ ኣተሓሳስባን ናይ ልብን ናይ መንፈስን ምዕባይ እውን ኣገዳሲ ምዃኑ ከረድኣና ስለ ዝደለየ እዩ። ደረጃታትና ዕብየት እናኸደ ክኸይድ እንከሎ፣ ብእግዚኣብሄር ባህ እናበለና ክኸይድ እንከሎ፣ ልክዕ ከምቲ እራብ ናብ ዓይኒ ማያት ከይዳ እትጸምእ ንቓል እግዚኣብሄር ወትሩ ግዜ ክንጸምእ ኢና። ናብ ለሰን ከይዳ ኢራብ ሳዕሪ እትበልዕ ንሕና እውን ንቃሉን ንስጋውን ደሙን ክንቅበል ሃረርታና ሰማይ ጠቀስ ክኸውን እዩ። ከመይ መንፈሳውነትና ዝያዳ እናዓበየ ክኸይድ እንከሎ ካብ ምጥርጣር ናብ እምነት፣ ካብ ጸልማታዊ ህይወት ናብ ብርሃን፣ ካብ እግዚኣብሄር የለን እግዚኣብሄር ኣሎ፣ እግዚኣብሄር እዩ ዝጓስየኒ ዝጎድለኒ የበለይን ዝብል ናይ ዳዊት መዝሙር ኣብ ውሽጥና እናማዕበልና ኣብ ርባርባ ድነ ሞት እኳ እንተተረኸብና ኣብ ሽግርን ጸልማትን እኳ እንተ ተረኸብና፣ ኣምላኽ ከም ዘይገድፈና ሓሲብና ክንጽልዮን ከነመስግኖን ዝግብኣና እዩ። ስለዚ እዞም ሃዋርያት እዚኣቶም ኣብ ፍርሒ ምስ ተረኽቡ፣ ኣብቲ ፍርሖም ንፍርሖም ቀንጢጡ ሓደሽቲ ሰባት እዩ ገይርዎም። ኡፍ በለሎም እሞ መንፈስ ቅዱስ ተቐበሉ። ኣብ ኣባይትና ኢየሱስ መጺኡ ተስፋ ትንሣኤ ድሕሪ ሂቡና መንፈስ ቅዱስ ተቐበሉ ጽንዑ ትብዑ ደጊም መሰኻኸሪ ክትኮኑ ኢኹም ክሳብ መወዳእታ ዓለም መሰኻኸሪ ክትኮኑ ኢኹም ናይ ዝበሎ ተግባር እዩ ዝፍጸም ዘሎ እግዚኣብሔር ኩሉ ሳዕ ምሳይ ከም ዝኾነ ፈሊጥ እየ እሞ ምሳይ ስለ ዝኾነ ኸ ኣይክናወፅን እየ እግዚኣብሔር ምሳና እንተ ኣሎ ኮይኑ ማንም ዝቃወመና የለን። ስለዚ ብኩነታትና ኣይንሸበር፣ ብኩነታትና ኣይንተኣሰር፣ በቲ ወሪዱ ዘሎ ኩነታት ኣይንተኣሰር። ተስፋና እምነትና ህላዌና ብኡ ስለ ዝኾነ ከምኡ ዝብሎ ቃል ኣምላኽና ኣብ ደጉዓ ኤርምያስ ምዕራፍ ሰለስተ ዕስራን ክልተን ምሕረቱ ዘልኣለማዊ እዩ ጭራስ ዘይጠፋእናስ እግዚኣብሔር ስለ ዘሎ እዩ ምሕረቱ ዘልኣለማዊ እዩ ምሕረቱስ ገና ኣይተወደን ጭራሽ ዘይጠፋእና እግዚኣብሔር ስለ ዘሎ እዩ እሱ ስለ ዝገበረ እዩ ስለዚ ሎሚ እውን ምሕረቱ ሰላሙ ቅሳነቱ ቡራኬታቱ ብምሉእ ፈውሱውን ከይተረፈ ዘለዓለማዊ ስለ ዝኾነ፣ እግዚኣብሄር ምሳና ስለ ዘሎ ክንናወጽ ክንፈርሕ ከምቶም ሃዋርያት ኣብ ገዛ ተዓጽዮም ኦሮማይ ሕጂስ ጠፋእና ድሕሪ ንዕኡ ቀቲሎሞ ንዓና ከኣ በብሓደ ከኣ ኣሪና እዮም ዝብል ዘይኮነ ኣብ ውሽጥና ኮይንና ነዚ ኩሉ ኣብ ልዕሌና ወሪዱ ዘሎ ናይ ሕማምን ናይ መቕዘፍትን ናይ ፌራን ዘመን ኣምላኽ ኣብ ቤትና እንተ ኣትዩ ንኹሉ ኣብ ቤትና ዝርከብ ዘይተደልየ መንፈስ ብምሉእ መንፈስ ጥርጥር መንፈስ ፍርሒ መንፈስ ዘይምቕሳን፣ መንፈስ ምርባሽ፣ መንፈስ ዘይምዕጋስ ብምሉእ ኡፍ ምስ በለሉ ካብ ቤትና ተጸሪጉ ክወጽእ ምዃኑ ክንርድኦ የድሊ። እዚ እቲ ናይ ሎሚ ቃል እግዚኣብሄር። ዘማራይ ዳዊት መጠን ናብ እግዚኣብሄር ምስ ተወከለ፣ ብንስሓ ምስ ቀረበ፣ እግዚኣብሄር ክሳብ ክንደይ ከም ዝባረኾ ምስ ፈለጠ፣ ኣብ መዝሙር ሰብዓን ሰለስተን ዕስራን ሓሙሽተን እንታይ ኢሉ? ኣብ ሰማያት ብዜካኻ መን ኣሎኒ? ንዓኻ ካብ ረኸብኩ ኣብ ምድሪ ዝደልዮ የብለይን። እግዚኣብሄር ኣብ ሰማያ ሰማያት ኣብቲ ጽርሃ ኣርያም ኣብ መንበረ ጸባኦት ኣብቲ ንስኻ ዝስገደልካን ዝኽበረልካን ቦታ ንዓኻ እንድሕር ደኣ ብሕልናይ ብመንፈሰይ ብልበይ ብኣእምሮይ ብእምነተይ ኣብኡ በጺሐ ረኺበካ እንተ ደኣ ኮይነ ካብዚ ምድሪ እዚ ዝደልየ ወላ ሓንቲ ነገር የብለይን ዘድልየኒ እንተኮይኑ ንስኻ ኢኻ ትህበኒ ኢየሱስ እውን ኣብ ወንጌሉ ደጋጊሙ ዝገለጾ ሓቂ ንሱ እዩ ህሱ መንግስተ እግዚኣብሔር ወጽድቆ ወዘሰ ካልእ ይትወሰከክሙ መጀመርያ ግና መንግስቲ ኣምላኽን ጽድቁን ድለዩ፣ እቲ ካልእ ብመስርዑ ሒዙ ክውስኸኩም ኢልና። መንግስቲ ኣምላኽ ከነናዲ፣ ጽድቅን ቅድስና ናይ እግዚኣብሔር ኣብ ህይወትና ከነቐድም፣ በዚ ናይ ዕለተ ሰሙን ፋሲካ እዚ ዝኸይድ ዘሎ እምነትና ከኣ ዝያዳ በርቲዕና ብጸሎት ንኹሉ ሓይልታት ጸልማት ዝሰዓረ ክርስቶስ ኣብ ጎኑ ኮይንና ክንነብር ሎሚ እምነትና ክሕደሰሉ የድልዮ። ኣይረኣኹን፣ ኣይፈለጥኩን፣ ዘይጭበጥ ና እናተብሃልካ ኣብ ዝኸይድ ናይ ዓለም ፍልስፍና ዘይኮነ፣ እግዚኣብሄር እሙን እዩ፣ እግዚኣብሄር ኣይሕሱን እዩ፣ እግዚኣብሄር ኣይጋገ ኣየጋግን እዩ፣ ብኣኡ ጥራሕ ንኣምን፣ ንዘለኣለም ኣለምካ ንዕኡ ንኽተል ዝብል ውርጹጽ እምነት ኣብ ውሽጥና ክዓቢ እንተደኣ ክኢሉ፣ ኣብዛ ዘማራይ ዳዊት ዝበላና ክንመጽእ። ኦእግዚኣብሄር ኣምላኽ! ኣብ ሰማያት ብዘይካኻ መን ኣሎኒ ኣብ ምድሪ ንዓኻ ተዳ ረኺበ እኹል ስለዚ ኣብ ሰማይን ምድርን ኣምላኽና ምሳና ከም ዘሎ ክንሓስብን ብኣው ክንመላለስ የድልየና ኣብ መወዳእታው ንሱ ኢሉ ኣነ ሕጎስ ዕለል ይብል ኣለኹ ከይፈራሕኩ ድማ ክነብር እየ ፍርሒ ዝበሃል ኣምላኸይ ቀንጢጡለይ ኣነ ክቕንጥጦ ይክእልኒ ፍርሒ ምሳይ ዘሎ ምርዓድ ምሳይ ዘሎ፣ ምርባሽ ምሳይ ዘሎ፣ ምንዋጽ ምሳይ ዘሎ ከውጽኦ ይክእልን'ዩ። ኣብ እግዚኣብሄር ክውከል ምስ ጀመርኩ፣ ርስተይ ንስኻ ኢኻ፣ ዕጫይ ንስኻ ኢኻ፣ ኣብ ባህ ዘብል ቦታ ዕጫ በጺሑኒ'ዩ፣ እረ ጽቡቕ ርስቲ በጺሑኒ ኢለ ንዓኻ ኣምላኸይ ኣብ ዝተወከልኩሉ ግን ንፍርሐይ፣ ምርባሸይ፣ ምንዋጸይ፣ እወ ኩሉ ኣውጻእካለይ። ስለዚ ኣምላኽና ከምቲ ንሃዋርያት ኣትዩ ኡፍ ምስ በለሎም መንፈስ ቅዱስ ዝተቐበሉ'ሞ ናይ ተልእኮኦም ምስጢር ዝሃቦ ሎሚ'ውን ኣብ ነፍሲ ወከፍ ኣባይቲ ሰላም ንዓኻትኩም ይኹን ኢሉ ኡፍ ምስ በለና ኣብቲ ገዛ ዘሎ ብምሉኡ ጸሪጉ የውጽኣልና ከም ዘሎ ክንኣምን ኣሎና። ስለዚ እዚ ብመንፈስ ክትቅበልዎ የድሊ። ብመንፈስ ክትሓስብዎ የድሊ። ብመንፈስ ከተስተንትንዎ የድሊ። ሎሚ እውን ክርስቶስ ኣብ ኣባይትኹም መጺኡ ኣሎ። ሰላም ንዓኻትኩም እብል ኣሎ። ንስኻትኩም ከኣ መለስሉ፣ ስገድሉ፣ ኣምልኽዎ። እሞ ብመንፈሱ ይበጽሓኩም ምህላዉ ምስ ተረዳእኩም ከኣ ኣብቲ ኣባይትኹም እስኻትኩም ሕሰብዎ ኣይትሕሰብዎ ድለይዎ ኣይትድለይዎ ኣብቲ ቦታ እቲ ምስ ኣተወ ስርሑ ስለ ዝገብር እግዚኣብሄር የሱስ ክርስቶስ ስርሑ ስለ ዝገብር ኡፍ ምስ በለሉ ጸሪጉ ጸራሪጉ ኣብቲ ኣባይቲ ዘሎ ነገር ሕማም ድዩ ሽግር ድዩ ምርባሽ ድዩ መትሓዝ በጋንንቲ ድዩ ሓጢኣት ድዩ ንእግዚኣብሄር ዘይምኽባር ድዩ ንእግዚኣብሄር ግዜ ዘይምሃብ ድዩ ኣብ እግዚኣብሄር ዘይምጽላይ ድዩ ብእግዚኣብሄር ዘይምእማን ኩሉ ዘሎ ግዕዘይ ምዕዛይ ኡፍ ኢሉ ዘውጽእ ኣምላኽ ምዃኑ ከረድኣና ኣለዎ። እዚ እቲ መንፈሱ ናይ ምሕዋይ መንፈስ እዩ። እቲ መንፈሱ ከይዱ እዩ ዝሃርም፣ የእተዓራሪ፣ ይቕድስ፣ የሕድስ ማለት እዩ። በዚ ኣጸቢቕና ክርድኦ ከም ዘለና ዳዊት ዘማራይ መንገዲ ህይወት ትሕብረኒ ንስኻ ምሳይ ስለ ዝኾንካ ሕጎስ ኣለኹ ንዘለኣለም ባህ ክብለኒ። ስለዚ እዚ ነገር እዚ ኣብ ህይወትና ምስ ኣስተማቐርናዮ ከምቲ ቅዱስ ዳዊት ዝብሎ ንእግዚኣብሔር ወትር ግዜ ኣብ ቅድሚ ኣዒንተይ ይርእዮ ስለዚ ኣይክናወጽን እየ ኣይክፍርሕን እየ ኣህዛብ እውን ድላይካ እንተበሉኒ ኣነ ብዙሕ ዝግድሰኒ ኣይኮንኩን ኣብ ምባል በጺሑ እዩ ሎሚ እውን ኣነ ንስኻትኩም ክቡራን ብክርስቶስ ኣሕዋተይን ኣሓተይን ኣብዚ ዘመነ ፋሲካ እዚ ሎሚ ዘስተንተናዮ ወንጌል ብሓቂ ኣገዳሲ እዩ ኣብ ኣባይቲ ኣትዩ እዩ ኣብ ዕጹው ማዕጾ መንደቕ ኣይከልከሎ መስኮት ኣይከልከሎም፣ ሓጺር ሓጹር ፈጺሙ ኣይከልከሎም፣ መለኮታዊ ሓይሉ ተጠቒሙ ኣብቲ ቦታ ኣትዩ ንሃዋርያት ተስፋ ምሉእ ዝገበሮም፣ ንፍርሖም ዝቐንጠጦሞ፣ ፍርሖም ቀንጢጡስ እንደገና ሰብ ገይሩ፣ ዳዊት ዘማራይ ከምኡ እዩ ዝብል፣ ሰብ ዝገበርካኒ። ዝባረኽካኒ ዘጥዓኻኒ ይብል ህዝቅኤል ከኣ ካብ ሓመድ ኣልዒልካ ሰብ ትገብር እዚ ካብ ሓመድ ኣልዒሉ ሰብ ዝገበሮም በተሓሳስቦም ወዲቖም ዝነበሩ ብፍርሓት ወዲቖም ዝነበሩ ሓድሽ መንፈስ ሂቡ ተልእኮ ዝለዓለ ተልእኮ ሂቦም ኣብ ሰማያት ዝኣሰርኩሞ እሱር ኣብ መሬት ዝፈታሕኩሞ ፍቱሕ ስልጣን ሂበኩም ኣለኹ ኢሉ የጽንዓሎም። እቲ ኣብ ሓሙስ ጽግቦ ዘርኣዮም ስራሕ ድሕሪ ትንሳኤኡ ምሉእ ስልጣን ይህቦም። ኣብ ጰራቅሊጦስ ከኣ የግህዳ እታ ቤተ ክርስቲያን ማለት እዩ፣ ተሓዳስ ቤተ ክርስቲያን ተሓዳስ ኢየሩሳሌም የግህዳ እሞ ኪዱ ናብ ኩሉ ዓለም መሃሩ ብስመ ኣብን ወልድን መንፈስ ቅዱስ እናጠመቕኩምካ ደቂ መዛሙርተይ ግበሮ ኣነ ከኣ ክሳብ መወዳእታ ዓለም ምሳኻትኩም ኣለኹ። ክሳብ መወዳእታ ዓለም ብምንታይ ኣሎ? ብቃሉ። ብመለኮትነቱ ብሕይወቱን ብቕዱስ ቁርባንን ኣሎ ምሳና። ብኸምኡ ኢና ዕለተ ዕለት ኣብ ቤተ ክርስቲያን መብራህቲ ዘለዎ ቅዱስ ቁርባን ምስ ረኣና እግዚኣብሔር ምሳና ከም ዘሎ ንዘለኣለም ኣለም ምሳኻትኩም ኣለኹ ዝበሎ ሎሚ ብስግኡን ደሙን ነፍሱን መለኮቱን ቃሉን እዩ። ስለዚ ሕያው ዝኾነ ኣምላኽ ነምልኽ ስለ ዘሎና፣ ነዚ ሕያው ኣምላኽዚ ንሰግድ ስለ ዘሎና፣ ብትንሳኤ ዓወት ስለ ዝሃበና፣ እወ ጭንቅናን መከራናን ስለ ዝቐበረልና፣ ሎሚ እውን ነቲ ኹሉ ኣብ ህይወትናን ከባቢናን ዘሎ ከበድቲ ሽግራትን ርእዩ ነዚ ግዜ እዚ ከሕጽሮ ምዃኑ፣ ተስፋና ኣብ ቅድሚት ቅድሜና ከም ዘሎ ኣምላኽ ፈሊጥና፣ ክርስቶስ ኣብ ቅድሚት ከነምጽኦ ንሕና ብድሕሪት ክንከውን፣ ንቕድሚት ዝገፈጠልናን ዝዋጋኣልናን ኣምላኽና ኣብ ቅድሚት እንተድኣ መጽዩ ምስ እግዚኣብሔር ክጋጠም ዝኽእል ምስ እግዚኣብሔር ክዋጋእ ዝኽእል ሰብ ስለ ዘየለ፣ ወይ ሓይልታት ጸልማት ስለ ዘየለዉ፣ ኣምላኽ ኣብ ቅድሚት እንተ መጺኡ ኣብ ቅድሚኡ ዝርዕዱን እናፈራረሱ ዝኸዱን ስለ ዝኾኑ፣ ምናልባት ክርስቶስ ብድሕሪት ጌርናዮ ከይንኸውን ትንሳኤኡ ሕጂ ኣብ ቅድሚት ክመጽእ ኣለዎ፣ ምስ ክርስቶስ ብድሕሪኡ ከም ህጻን ኣብ ቅድሚ ኣዲኡ ተሓዚሉ ዝኸይድ እናጽረየልና ነቲ መንገዲ ክኸይድ እምነትና ክንዕብዮ ሎሚ ንሕተት ኣሎና እሞ ሎሚ እዚ ንሃዋርያት ዝሃቦም ዓቢ ተስፋ ኣብ ኣባየትና እናስተንተንና እውን ሎሚ መንፈሱ ተቐቢልና ኩሉ ኣብ ኣባይትና ዘሎ ፀራሪጉ ናይ ተስፋ፣ ናይ ፍቕሪ፣ ናይ ሓድነት፣ ናይ ፀሎት፣ ናይ መዝሙር፣ ናይ ቅኔ፣ ናይ ኩሉ እዚ ቤት እዚ ክገብሮ እግዚኣብሄር ፈትዩ ኣሎ እሞ ክቡራን ብክርስቶስ ኣሕዋተይን ኣሓተይን ከይረዓድና እቲ ናይ ፋሲካ መዛሙራትና ናይ ፋሲካ ተስፋታትና ብምሉኡ እናዘመርና ክርስቶስ ብሓቂ ተዓዊቱ እዩ ንሰይጣን ኣምበርኪኽዎ እዩ ዝብል ሓሳብ ጌና ሎሚ እውን ንዓለምና ከም ዘምበርከኻ ፈውሲ ክህበና ምኻኑ ምሕረት ክህበና ምኻኑ ዘመን ክቕይረልና ምኻኑ ኩሉ ነገር ጠጠው ከብሎ ምኻኑ ኩሉ ነገር ኣብ ትሕቲ ቁጽጽር ኣምላኽ ኣብ ትሕቲ ቁጽጽር ናይቲ ካብ ሞት ዝተንሰእ የሱስ ክርስቶስ ክኣቲ ምኻኑ ፈሊጥና እምነትና ከነዕቢ እግዚኣብሄር ኣምላኽና ቅዱስ ፍቓዱ ይኹነልና ክርስቶስ ይባርኽኩም
ሰላም ወሰናይ